ሰላም ሰላም ናይ ኣምላኽ ምሳኹም ይኹን ክቡራት ተኸታተልቲ ኣነ ኣምላኽ መስገን ሰላም ኣለኹ ስኽኑን ሰላም ክትኮና በዓልቲ ሙሉእ ተስፋዬ ምሳኹም ዘለኹ ሓፍትኹም ዓይኖም እየ ንሎሚ ከዓ ከምቲ ልሙድ ከመይ ጌርና ልክዕ ናይ ዕዳጋ ዝመስል ኬክ ንሰርሕ እየ ሒዘልክን መፅኦ ዘለኹ ብሓደ ሓቢርና ንስራሕ ክሳብ መወዳእታ ትከታተላኒ ብክብሪ እየ ዝዕድመክን ሓደሽቲ ዝኾንኩም ናብዛ ቻነል ከዓ ሳብስክራይብ ብምግባር ቤተሰብ ናይዛ ቻነል ኩኑ እምበኣር ሕጂ ብሩኻትይ ብሓደ ሓቢርና ንጀምር ኣብዚ ከምዚ ትርእዮኦ ዘለኽን ዕሙቕ ዝበለ ሸሓኒ ዳልየ ከምኡ ውን ክልተ እንቃቆሖ ማለት እዩ ኣይፈላለዮን እየ ክሉ ብሓንሳብ ገይረ ክሃርሞ እየ ክልተ እንቋቑሖ ሴር ኣብዚ ገይረ ኣብቲ ዓሚቑ ሸሓነ ገይረ ኣለኹ ከምኡውን ኣብዚ ሰብዓ ግራም ዝኾን ሽኮር ተጠቂመ ኣለኹ እቲ ብዝሒ ከም ናትክን ከምቲ ብዝሒ ናትክን ትጥቀማሉ ማለት እዩ ኣብዚ እውን ፍርቂ ንእሽቶ ማንካ ጨው ከምኡ እውን ሸውዓተ ግራም ቫኒላ ተጠቒሙ ኣለኹ ዘሽኮር ቫኒላ ማለት እዩ እሱ ዋላ ፈሳሲ ክትጥቀማ ትኽእላ ኣኽን ደሓር ኣብዚ ከም ትሪኦ ዘለኽን ማሽን መህረም ገይረ ንኹ እቲ ሽኮር ክሳብ ዝሓቀለይ ፅቡቅ ገይረ ክሃርሞ እየ ማለት እዩ ከምዚ ዓይነት ማሽን እንተዘይብልክን ከኣ ኖርማል በዚ ናይ እንቋቑሖ መህረሚ ናይ ኢድ ብኡ ክትሃርሞ ትኽእላ እኽን ክሳብቲ ሽኮር ዝሓቀልክን ብዙሕ ኣየገድስን እዚ ምህራሚ እንተለክን ከኣ ጽቡቕ ማለት እዩ ልክዕ ከም ናይ ዕዳጋ እዩ ዝመስለልና ኣዝዩ ፎኪስ ዝኾነ ከምኡውን ጥዑም

ናይ ሎማዓንቲ ኬክና ብመንደሪን ኢና ክንሰርሓ ኣብ ካልእ መዓልቲ በራንሺ ገለ ብዙሕ ኣርእየክና ኣለኹ ኩሉ ግዜ ክንሰርሕ ከለና ኬክ ኣነ ዝኾነ ዝሑል ማይ ዝሑል እንቋቑሖ ዝሑል ፀባ ክንጥቀም የብልናን እንድሕር ዝሑል ነገር ንጥቀም ተሊና ነቲ ንሰርሖ ዘለና ኬክ ከቢድ ከም ዝኸውን እዩ ዝገብረልና ሕጂ ከም ዝሪኦ ዘለኽን ፅቡቅ ገይረ ሽኮር የሕቂቀዮ ፅቡቅ ኮይኑ ከምዚ ትሪኦ ዘለኹም ተሃሪሙ ፃዕዳ ኮይኑ ሕጂ ብዚ ሰለስተ መንደሪና ማለት እዩ ፆሚቃ ኣዳልየ ፀኒሐ እሰን ከዓ ሓንቲ ኩባያ እየን ንዑ ከዓ ኣብ ክልተ እንዳኸፈልኩ ከምዚ ትሪኣነ ዘለኽን መጀመርያ እቲ መንደሪና ናብኡ ገይረ ዳሓር ከዓ ይሃርሞ ኣለኹ እቲ ዝተረፈ ከዓ ከምኡ ናብኡ ክውስኸ ማለት እዩ ቁሩብ ንዕኡ ምስ ሃረምክዎ ምስቲ እንቋቑሖ ገለ ደጊመ እቲ ፍርቂ ትሪፌ ጸናሕኻ የእትዩ ማትዩ እዚ ጠቕላላ ሓንቲ ኩባያ ጽሟቕ እየን ነይረን ኣብዚ ከዓ ቁሩብ ዘይቲ ተጠቒሙ ኣለኹ ኣነ ብዙሕ ዘይቲ ኣይደለኹን ካብዚ ንላዕሊ ዓቐን ዘይቲ ክጥቀማ ተደለኽን ክትጥቀማ ትኸላኽን ኣዝዩ ውሑድ እዩ እቲ ዕስራ ሚሊሊትር ገለ እዩ ድኸውን እቲ ዘይቲ እተጠቐምክዎ ማለት እዩ ሕጂ ንኹሉ ከም ዝትሪኣኒ ዘለኽን ፅቡቅ ገይረ ክሃርሞ እየ ማለት እዩ ፅቡቅ ገይሩ ሰብ ዝተሓወሰለይ ከምዚ ትርእዮ ዘለኽን ጽቡቅ ኮይኑ ተወሃሂድለይ ኣሎ ሕጂ ተሪፍኒ ዘሎ ሓርጭ እዩ ማለት እዩ ሓርጭ ከዓ ከምዚ ትርእዮ ዘለኽን ዝኾነ ዓይነት ጻዕዳ ሓርጭ ክትጥቀማ ትኽእላ እኽን እዚ ናይ ሎሚ እተጠቐምኩሉ ሓርጭ ከዓ ሓንቲ ኩባያን ፈረቃን እየን ማለት እዩ ተዓቐን ሕጂ ንዕኡ ከዓ ከምዚ ትርእዮ ዘለኽን ከማነ ሸጊርኒ ዶረን እንዳበለ ብማሽን ገይረ ካርሞ እዩ ማለት እዩ ከምዚ እንድሕር ተጸሊኦ ኩኖ እቲ ዶሮና ከዓ እቲ ከምዚ ተሓርጩ ክሰ ስለ ዝገብር ማለት እዩ ብናይ ኢድ ጌርክን ክትሓዋውስኦ ትኽእላ ሕጂ ነተን ሓርጭ ከዓ ልክዕ ከምቲ ናይ ተቐዳማይ ኣብ ክልተን እንዳኸፈልኪ እየ ዘእትወን ደለኹ ማለት እዩ ከምኡታት ተሪፈን ዝነበራ ከዓ ነፍየን ኣብኡ ገይረ ኣለኹ ኣብዚ ከዓ ፔኪን ፓውደር ማለት እዩ ሸውዓተ ግራም ዝኸውን ፔኪን ፓውደር ተጠቒሙ ኣለኹ ብዙሕ እውን ከነብዝሓሉ የብልናን እቲ ፔክን ሕጂ ነቲ ዝተረፍ ሓርጭና ከዓኒ ፅቡቅ ጌርና ምስኡ ከነወሃህዶ ኢና ከምዚ ትሪኦ ዘለኺ ንምሕፋሱ ዋላ ሕብሩ ኩሉ ገለ ዓይነት እዩ ድኸውን እቲ መንደሪነ በቃ ፍሉይ ዓይነት ሕብርን ጣዕምን እዩ ዝህቦ ኣዝየ ፈትየ ኣነ ፈትነኦ ከምኡውን እዚ ቪድዮ እንድሕር ተፈቲኹንኦ ላይክ ሳብስክራይብ ኮመንቲ ሸር ኣይፈለየኒ እዩ ካልኦት ኣሕዋትና ክመሃራሉ ሸር በልኦ ላይክ ተልክንኦ እውን ፀገም የብሉን ማለት እዩ ሕጂ ከም ስሪያን ዘለኻን ፅቡቅ ገይረ ሃሪመ ምስ ወዳእኹ ነቲ ናይ ወሰን ወሰን ፅርግርግ ኣቢለ ናብኡ ክስታይ ክገብሩ እየ ማለት እዩ ምሕፋሱ ከምዚ ትሪእኦ ዘለኽን ብዙሕ ሓፊስ ኣይገበርኩን ማእኸላይ እዩ ፎኪስ ፅቡቅ ኮይንለ ኣሎ ሕጂ ብዚ እቲ ናይ ኬክ ናይ ሎማዓንቲ መስርሕየይ መጀመርያ ጠስሚ ለኽየዮ ማለት እዩ ብላዕሊ ከዓ ሓርጭ ነስኒሰሉ ከም ዝትሪኦ ዘለኽን እቲ ሓርጭ እቲ ዋላቲ ጠስሚ ኣዝዩ ፅቡቅ ቀይሕ ክኸውን እዩ ድገብረልና ነቲ ኬክ ናትና እሱ ኣብዚ ናትክን ዘለክን ኣብ ደስ ዝበለክን ክሰርሖ ትኽእላ ኢኽን ጀስት ተሰራርሓ ጥራይ ኢኽን ትሪኦ ሕጂ ነቲ ዝሃረምክዎ ከዓ ከም ዝትሪኣኒ ዘለኽን ናብቲ መስርሕ እየ ይግልብጦ ኣለኹ ከምዚኣ ገይረ ገላቢጠ ምስ ወዳእኹ ዝኾነ ንፋስ ኣብ ማእኸል ክህልዎ ከምዚ ኣብ ማእኸል ዝኾነ ክስታይ ከይህልዎ ኢለ ከዓ ነዊሕ እዚ ናይ ስተኪ ንገይሮም ከብሎ እየ ማለት እዩ ወይ ከዓ ኣብኡ ከለኽን ሓፍሓፍ ኣቢልክን ጥራይ ኖርማል ክትጥቀማ ትኽእላ ኸን ከምኡ ተዘይብልክን ማለት እዩ ከምኡ ተልክን ግን ከምዚ ናይ ስተክን ጌርክን ከምዚ ትሪኦ ዘለኽን ክትጥቀማ ትኽእላ ኸን ያ ከምዚ ጥቡቅ ገይረ ቸክ ምስ ገበርኩ ንኩሉ ማለት እዩ ሕጂ ብክልተ ሚእቲ ሰንቲግሬድ ንዕስራ ደቂቅ ዕስራን ሓሙሽተን ሚኒት ማለት እዩ ከም ዝትሪእዎ ዘለኽን ኣዝዩ ክፅብቅ መዓት እንታይ ምብለክን ሕብሩ ረዮ ርኢኽን መስክራ ማለት እዩ ጣዕሚ ከዓ ከምኡ ጨኑ እንገሊኡን ኣይዶነት መንደሪኖ ፍሉይ ዓይነት ክስታይ ይድህቦ ከምኡ ዝፈተንክንኦ ፈቲንክንኦ እንተን ዘይፈተንክንኦ ፈትንኦ ኣዝዩ ጥዑምን ጽቡቕን ዝኾነ ኬክ እዩ ማለት እዩ ከምዛ ትሪኣ ዘለኽ ናተይ ከዓ ሓዊ ትመስል ወፅያትለይ እቲ ውሽጡ ከዓ ከመይ በሲሉ ከዓ ብሓደ ሓቢርና ክንሪኦ ኢና ቁሩብ ከማን እዚ ዝባን ትሪኦ ዘለኽን ሓዊኹ እዩ ፅቡ ገይሩ ከይዝሓለ ስለ ዝገልበጥክዎ እዩ ያህ ንቀደም ብሓደ ሓቢርና ንብላዓያ እስከ ምፍኳስ ገለ ቁረስ ከሎ ትሪኦ ኣለኽን ክትፅብቕ መዓት ዝኾነት ኬኬ ሰሪሐ ሎሚ ክትፈትዋ ከዓ ተስፋ ገብር ውሽጢ ከዓ ከም እትሪኦ ዘለኽን ምብሳሉ ኩሉ ነገሩ ዋው ጃስ ከነብስሎ ከለና ጥረ ክንህውኾ የብልናን ብዙሕ ሓዊ ክንገብረሉ የብልናን ከም ናትክን ኦቨን ትሕት ዝበለ ጌርክን ቀስ ኢሉ ከም ዝበስል ተብስልኦ ማለት እዩ ከምዚ ትሪኦ ዘለኽን ክፅቦ መዓት ይበስለልና ማለት እዩ ዋላ ከምዚ እድኖ ብጣዕሚ ፅቡቅ ዝኾነ ኬክ ኮይንለይ ናይ ሎማዓንቲ ቪድዮ ነዚኣ ትመስል ነይራ ክሳብ መወዳእታ ስለተኸታተልክናኒ ካብ ልቢ እየ ዘመስግነክን ኣብ ቀፃሊ